ክመልሰለይ ሕጂ ናተይ ሪጋይ እሺ ኦኬ ጽቡቅ ሓደ ነገር ከረዳኩም እቲ ምረ ናት ከወዳይ ለምሳ መጀመርያ ዓሰርተ ትብሉ ኢኻ ሓሙሽተ ደቂቃ ኣለትካ
ኦኬ ቴንክ ዩ ፊል ስለ ኮንትሮልካ ሕጂ ሓደ ነገር ከረዳኩም እ፣ እቲ ኩሉ ዝነበርካ ጭርጭር ዓበደኒ እቲ ትግራይ ዝሕግዙ ገለመንታት መጀመርያ ገንዘብ እዩ ዝደለኽዎ ገንዘብ ኣነ ርሂፀ እሰያስ ኣይኮን ደሞዝ ከፊል ናዓይ ገንዘብ ከፊለ ባዕለይ ርሂፀ ሰሪሐ ሸሞንተ ሰዓት ሰሪሐ ኣነ እየ ዝኽፈሎ ገንዘበይ ንዝደለኽዎ ሙቭ ገብሮ መሰለይ ናዓይ ተረዲኹምኒ ሓደ ማለት እዩ ካልኣይ ኣነ ንህዝቢ ትግራይ ክሕግዝ ከለኹ ይሕዋተይ ኢለ እየ ዝኣ- ሓጊዘ ተረዲኻኒ እዚ ጌም ኦቨር ዶ ገለ ትብሎ ዘለኻ እ፣ እሱ ጭርጭር ዓበለይ ምስ ቀ- ኣብ ዝገበሮ ገለ ጉዳይና ኣይኮነን ተረዲኻኒ እቶም ሰራዊት ይረሸኑ ዝብል ዝነበረ ህግደፍ ኮይኑ ሓቒፍኩሞ ኣለኹም ምሳኹም ኢንዓል ኣቦኽ እቲ ሰራዊት ይረሸን ዝበሎ ሲ ሓቂፍኩሞ ኣለኹም ሕጂ ምሳኹም ኣሎ ምሳኹም ምሳኹም ሓቂፍኩሞ ኮንኩም እቲ እቲ ዝድግፍዎ ዘለኹም ስርዓት ኣካል ገበን እዩ ገበነኛታት ዝኾኑ እ፣ ባንዴራ ዘቃጽሉ ዝነበሩ ሰራዊት ክርሸኑ ኣለዎም ዝብሉ ዝነበሩ እኹም ተሓቁፉ ስኻትኩም ንሕና ይኮና ንሓቁፍ ተረዲኻኒ ኣነ ኮንኩን ሰራዊት ይረሽን ኣብ ተተሓዘ ይረሽን ዝበልኩ ሓቂኹ ህዝብና ህዝብናስ መን ይጨፍጭፍዎ ህዝብናስ ኣየናይ ኣየናይ ኣየናይ ባዕዳዊ ሞት ይጨፍጭፍዎ እሳያስ እኳ ይጭፉ ዘሎ ተብ ዘሎ ዓዲ ሃሎ ዘሎ ስርዓት እኳ ይጭፍጭፎ ዘሎ ህዝብና ካልእ ሃገ ካልእ ዜጋ ዝጨፍጨፎ ስገንገረና የለን ኣብ ዓዲ ሃሎ ዘሎ ስርዓት ተረዲኻኒ ህዝብና ከም ሕብረተሰብ ኣጥኒትና ከም ሕብረተሰብ ተረዲኻኒ እዚኦም ደቂ ዜጋ ኣይኮኑን ኢልና እዞም ኣብ ባሕሪ ዝጠለቕና እዚኦም ናተይ ኣይኮኑን እዚኦም ኣፍሪቃውያንን ጉዳይ ኣይኮኑን ድማ ሬሳና ክምለስ ኣይከኣለን ኩሊትና ኩሊትና ሽጥ ዘለኹ ኣካልቲ መንግስቲ እዩ እቲ መንግስቲ ዝፈቶ ዝድጎ ዘለኹም ኩሊትና ቀዲዱ ሸይጥዎ ኣብ ኣስመራ ኮይኑ ኣብ ኣስመራ ውሽጢ ኮይኑ ተረዲኻ እቲ ኩሉ ትሸይጥ ስለ ከለኹስ ኣብ ኣስመራ ኮይኑ ገንዘብ ዝወስድ ኣብ ኣስመራ ኮይኑ ገንዘብ ዝብል ኣንድ ክሮዘት ሒዙ ገንዘብ ዘብግል ኣካል መንግስቲ እዩ ውሓጥዎ እዚ ይፅኒትዎ ህዝብና እምበር ኣብ ኣሕመድ መፂ ህዝብና ኣይጨፍጨፈ ወያነ መፂያ ህዝብና ጨፍጨፈትን እቲ ትብልዎ ዘለኹም ወያነ ኣስመራ ክንኣቶ ዝበለስ ስጋብ ሕጂ ኣይኣተወትን ህዝብና ግን እቲ ወያነ ትብልዎ ዘለኹም እቲ ህዝብና ወያነ ከ መጽየ ክጭፍጭፈካ እየ እንዳበሎ ከሎ እንዳበሎ ከሎ በቲ ዝብልዎ ዘለኹም ንስኹም ህዝብና ናብ ወያነ ከይዱ ዝዕቀብ ኣብ ትግራይ ከይዱ ዝዕቀብ እዚ እዩ እቲ ፋክት ንድሕር ክጭፍጭፍ ይኽእል ኮይኑ እቲ ኤርትራዊ ኣብ ትግራይ ዘሎ ንዑ ምጨፍጨፎ ነይሩ ተረዲኹምኒ? እስያስ ኣፈወርቂ ወይ እቲ ዓዲ ሃሎ ዘሎ ስርዓት መኻን ርእሱ ተረዲኻን እሱዩ ህዝብና ኣጽኒትዎ ኣብ ሊብያ ኣብ ፈቆድ ዘሎ ደቂ ዜጋ ኣይኮኑን ክብል ዝገሎም እሱዩ ጽኒትና ወያነ ውን ሓንቲ ገበረትና ከም ሕብረተሰብ

ተረዲኻኒ ዑቕቢት ገለ ዘለኻ ሃገራዊ ተረዲኻኒ እስኻ ብ ኣረሮ ኣብ ቦርደር ብ ገለ ዝዓበኻ ዋላ ሓንቲ ነገር ዘይብልኩምሲ በቃ እስኻ ፍሉይ ኤርትራዊ ኮንካ ክትጣበቕ ናይ መንግስቲ ተረዲኻኒ ንህዝቢ ትግራይ ትሕግዙ ነርኩም ወያነ ገለገለ ኣብ ህዝቢ ትግራይ ኤርትራውያን ከም ኣሕዋትካ እዮም ዝዕቕቡ ብርግጽ ተረዲኹምኒ እሶም እዮም ዝዕቕቡኹም ብኡኹም ሰጊርኩም እስኻ ኣይደሎ ሱዳናዊ እንዲኻ እስኻ ብጋሽ ባርካ እና ሰጊርካ ሱዳናዊ ኢኻ ተረዲኻኒ እንተፊሊ ግን እንተፊሊ ግን ተረዲኻኒ ብትግራይ ኢኻ ሰጊርካ ናብ ዝመፂኻ ብትግራይ እስኻ እዚ ንዓኻ ድሕር ወያነ ፀላኢካ ትኾን ነራ ኣብኡ ምጨፍጨፈትካ ነራ ኣብ ትግራይ ለናኻ ግን ተቐቢላ ሰላም ገይራ ኣስጊራትካ ኣብ ጀርመን ዲኻ ኣብ ሆላንድ ትቕመጥ ኣለኻ እዚ እቲ ፋክት እዚ እቲ ሓቂ። ሕጂ ንስኻ ከመይ ኢልካ እሞ ፍሉይ ኤርትራዊ ኮንካ ወያነ ወያነ ህዝብና ጠፊኦም ክትብል። እዚ ትብል ዘለኻ መንግስትኻ የሕዋትካ ሓቀኛ ተኾን ተረዲኻ የሕዋትካ ኣበይ ከም ዝሞቱ ድሃይ ፍለጥ። ድሕሪ ሃገራዊ ኮንካ ናይ ህዝብኻ ትሓሊ ድሕሪ ኮንካ እቶም ኣብ መሬት ትግራይ ዝሞቱ ዝተቐብሩ ተቐቢሮም ድዮም ተገዲፎም ድዮም ኣበይ ከም ዘለዉ ድሃይ ፍለጡ። ሃገራውያን ኢኹም ብህዝብኹም ትሓልቁ ኣበይ ኣለዉ እቶም ሰባት በልዎም። ኣበይ ኣትዮም መን ቀቢሮም ኣበይ ኣለዋ ረይሶኦም በሉ ሓቀኛ እንድሕር ኮንኩም ተበብ ትግራይ ዝሞቱ ተራይ ትማሊ ኮይናት ናይ ክልተ ዓመት ሕተትዎም ንዖም እስኪ ደቂ ዜጋ እንድሕር ኮንኩም ይሰማዓኩም እንድሕር ኮይኑ ሕጂ ኣኺላ እሞ ክንምልስ ከይፍቅደናን ሕጂ ኣኽ ፅናሕ ዘርያ ክመፀካ እያ ድሕሪ ዕብሌኻ ፀዋ ክስታይ ምስ ሓሙሽተ ጉዳይ ከይትኣትወኒ ዮሃና ሓወይ ኮማ ፅቡቅ ኢና ንኸይድ ኣለና

ኦኬ ሕጂ ኣብዚኣ ዘለና ወዲ ሃይለ መንእሰይ፣ ዮሃና መንእሰይ፣ ኻ ዓብለል መንእሰይ፣ ፊሊሞን መንእሰይ፣ ዑቕባ ጋብር ዋላ እዚ ታሕቲ ዘሎ ጭሓም ማለት እዩ። ብምልኣትና ከዓ ደቂ ሓንቲ ሃገር ኢና ማለት እዩ። ብምልኣትና ማለት እዩ። እታ ሃገርና 4000 ኪሎ ሜትር ኣርሒቓ ዘላ ኣብዚ ከማን ብሓደ ኮፍ ኢልና ብባይታ ናይ ብሓቂ ባይታ ኮፍ ኢልና ነርና ተትንህሉ ሰንስ ምፈጠረ ግን ያስ እንደ ሹር ኣይኮንኩን ኖ ዝና ሰንስ ምኸድና ነርና ግን እንዳሰተኻ እንዳበላዕካ ተዝኸውን ኣትሊስት ሰንስ ምፈጥረ እቲ ሓደ ወዲ ሓወቦኻ ሲያትል ነብር እቲ ሓንቲ ጓል ሓፍትኻ ኡጋንዳ ትነብር እቲ ሓደ ወዲ ሓወቦኻ ቃሩራ ይነብር እቲ ሓደ ዓርሰ ነብር እቲ ሓደ ገለ ነብር ከምዚ ዓይነት ምብትታን ኣብ ታሪክ ገጢምና ኣይፈልጥን እዩ ኢሰያስ ምስ መጸ ኦርቶዶክስ ኣብ ክልተ ተገሚዓ። ኢሰያስ ምስ መጸ ጴንጠ ኣብ ክልተ ተገሚዓ። ኢሰያስ ምስ መጸ ደቂ ኣኮሎጉዛይ ተነጺሎም ካብታ ሃገር። እዚ ብምሉእ ፍልልያት እንድሕር ርኢኻዮ በብንእሽተይ በብንእሽተይ እንድሕር ርኢኻዮ ሃገርና ካብ ዓለም ትዓቢ ብሽግር እየ። ካብ ናይ ኤርትራ ሽግር ክትፈትሕ ናይ ዓለም ናይ ዓለም ሽግር ክትፈትሕ ቀሪ ካብ ናይ ኤርትራ ሽግር ክትፈጥር ማለት እዩ። ንምንታይ እንድሕር ውሽጢ ናብቲ ናይ ኣስላም ከድካ ኣብ ክልተ ተገሚዖም ንውሽጢ ናብ ብሌን እንድሕር ከድካ ኣብ ሰለስተ ብርባዕተ ተመቂሎም ንውሽጢ ናብቲ ትግርኛ እንድሕር ከድካ ሰንሒት ሓማሴን ኣኩል ግዳይ ተባሂሎም ተፈላለዩ ማለት እዩ መን ምስ መፀ እንድሕር ኢልና ግን እዚ ስርዓት እዚ ምስ መፀ ቅድሚ 1991 ወይ ከዓ ቅድሚ እዚ ወራር እዚ ብምሉእ ህዝቢ ኤርትራ ሓደ እዩ ነይሩ ማለት እዩ መንእሰይ ኣብዚ ኣብዚ ተበቲና እንዳሃለና ሰብዓን ሓሙሽተን ሚእታዊት ብዛዕባ እታ ንዛረበላ ዘለና ሃገር ኣብ ኣዲስ ኣበባ ኮይኖም እንዳተንተኑ ኣብዚኣ ሲ ኢሰያስ ድሓን ኣይእቶ ሓደ ሕጊ ዝፈልጥ የለን ሽሕን ትሽዓተ ሚእትን ተስዓን ሸሞንተን እንታይ ኣጋጢሙ ጽቡቅ ጌርና ንፈልጥ ኣነ ወዲ ስንኩላን ወዲ ተጋደልቲ እየ ብሰንኪ ስንክልና ናይ ዓዲ በጊዑ ዓቦይ ክወልድ ኣይክእልን እዩ ፋክት ኣብ ኣስመራ ኣለኩም ከድኩም ክተትዎ ኦኬ ግን ሽሕን ትሽዓተ ሚእትን ተስዓን ትሽዓተን ውዕል ኣርጀንስ ዝበሃል ብሕጊ ኣንጻር ሰላም ተባሂሎም ተወዲኡ እዩ ነይሩ ዲሜርኬሽን ከይተገበረ እንከሎ ከዓ ናይዚ ውዕል እዚ ጥሒሱ ኣትይዎም ኣፍሪስዎ እታ ሃገር ሽሕን ትሽዓተ ሚእቲ ተስዓን ሓደን ስጋዕ ሽዑ ዝተኸፈለ ሰላሳ ዓመት መስዋእቲ ብዜሮ ተራቢሑ ማለት እዩ። እቲ ዕስራ ዓመት ኣይ ኩናት ኣይ ገለ ተጸብ ናይ ዓቕሊ ገበርናዮ ከኣ ብዜሮ ተራባሒቡ። ንምንታይ ኣጆኻ እስኻ ብጽሊ ትግራይ ዶ ብጽሊ ተስዓን ሽቸሞንተ ዶ ትርኢ ኣለኻ ብሕጊ ኣንጻር ዓለም ባድመ ክትወስዶ ክትኽእል ኢኻ ብናይ ሕጊ ዓለም ብናትካ ፓወር ብምውሳድካ ግን ሕጂ ወራሪት ተባሂላ ኤርትራ ተመዝጊባ ልዕሊ ዓሰርተ ሓደ ግዜ ብዛዕባ ፓለስቲን ኣይተዛረቡ ብዛዕባ ተዛረቡ ብዛዕባ ኤርትራ ተዛሪቦም ብሕጊ ኣብ ልዕሊ ኤርትራ እንታይ እንታይ ወረዳ ኣሎ እዚ ኩሉ መሰል ድጋ ሃሰቶ ተባሂሉ ድሕሪ ሕጂ ሰራዊት ከይተፍሪ ድሕሪ ሕጂ ሓይሊ ባሕሪ ከይተፍሪ ድሕሪ ሕጂ ናታ ገለመለ ከይተፍሪ ብምሉኡ ብናይ ኢትዮጵያ ጸጥታ ይበሃል ተባሂሉ ሓይሊ ኢትዮጵያ ሰልጢኑ እዚ ዘርእየና ዘሎ ከኣ ካብ ደብረ ዘይት ተቆጺሩ ዘይውዳእ ሹሾ ኣጽዋር ናብ ዓድና ገጹ ከይዱ ኣሎ። ኣብዚ ንሕና ነቲ ሓደ ዓጋመ ነቲ ሓደ ደምብያ ክንበሃል ደይናዮ ቦታትና ማለት እዩ። ታይ ማወት ኮይና ኣላ ግን እያ። ኖ ን ሽዱሽተ እያ ዮውሃና ንዓይ ትዕምጽን ኩሉ ሻዕ ትዕምጽላ። ን ክልተ ደቂቅ ኣለዎ።
እታ ስመይ ስለ ዮውሃንስ ዘይትብላ እኮ እያ ኣነ ዝብከ። ዮውሃንስ ሓወይ ኖ ቬሪ ሶሪ ሪሌ ቐልጥፍ ኣለኹ ኣነ። ስለዚ ብሕጊ ኣንጻር ተስዓን ሸሞንተ ንስኻ ብሕነ ምፍዳይ ኢኻ ትርእዮ ዘለኻ ብሕጊ ንረዳእ ኣካልና ዘይተወድኤ ጉዳይ ናይ ሽሕን ትሽዓተ ሚእቲ ተስዓን ሹ- ተስዓን ሓደን ኣለና ሰላሳ ዓመት ዝተቃለስናሉ ገድሊ ገድሊ ኤርትራ ልኡላውነት ሃገር ክትከውን እዚ ዲሜርኬሽን ዝበሃል ናይ ብሓቂ ፍትሕ ከዓ ብሕጊ ናይ ኣልጀርስ ክረጋገፅ ዝነበሮ ባዕልኻ ጥሒስካ መቐለ በፂሕካ ሕጅስ መራ እንተበፂሖም ዓሰብ እንድሕር በፂሖም ወላ ሓንቲ ጉዳዮም ከም ዘይኮነ ተፈሊጡ ዶክተር ኣቢ እዛ ወረዳትና ዘላ ዓሰብን እዛ ወሪዳትና ዘላ ባድመ ሒዛትልና ዘላ ሃገርን እዛ ምዕራብ ትግራይ ኣትያ ዘላን ብሰላም ትውፃእልና ተዘይኮይኑ ግን ንሕና ክንፀራርጋ ኢና ናይ ልእላውነት ጉዳይ እዩ ምክንያቱ ህዝበይ ይርብሹኒ ኣለዎም ኢሉ መን ሕጂ ምሳና ይኹን? ብሕጊ ኣንጻር ትዛረቡ መንእሰያት ብሕጊ ኣንጻር ትዛረቡ ባንዴራ ብድሕሪኻ ጠቂዕካ ኣነ ሃገራዊ እየ ኣነ ኤርትራዊ እየ ኤርትራዊ ኮንካ ዝበለካ ሰብ የለን። ኣብ ዓደይ መጺኻ ንዓይ ጤሳ ክልኣን ደቂ ሓቦታተይ እ፣ ፋሽ ገይሮም እንታይ ገብሩካ ክትፈልጦም ኢኻ። ኣብ ኣትሪ ገይሮም እንታይ ገብሩካ ክትፈልጦም ኢኻ። ኣብ ዓድኻ መጺኻ ኣነ ንዓኻ ጤሳ ይቀልኣካ ወላ ግብርኻ ኣይከልኣካ። ኤርትራ ኣብ ዓዲ ተመስረተት ሃገር እያ። ዘፍርሕ ነገር የብልና ኩሉ ዓዲ ኣለዎ ብመንፊት ናይ ዓዲ ተነፊና ኢና ከንኸ ኣብ ዓዲ ዝተመስረ ኣግኣዛዊት ሃገር እያ ዘላትና ናይ ኣሽሓት ዓመታት እንዳቀደሱ ምስ ልዕሊ ሸሞንተ ሚእቲ ዓመት ዲ ታይም ታይም ዲኻ ታይም ዲኻ ጆን ወዲኻ ናብ መን እያ

ሰላም ዝሓወይ ከመይ ኣምሲኻ።
መርሓባ ዮሃንስ ሓወይ ሓደ ነገር መጀመርያ ንዓኻ ክድንቐካ ዝደሊ ፍትሓዊ ምዃንካ ጥራሕ ካልእ ብዘይገድስ ካልእ ብዘይገድስ መርገፂኻ እንታይ ገለ ኣይገድሰኒ ግን ፍትሓዊ ኣብዚ ትሪኦ ዝሰርሖ ዘለካ ፍትሓዊ ምዃንካ ጥራሕ ክዛናጠል ዝጀመረ ካልእ ክገብር ዝደለየ ኣብ ትሕቲ ባይታ ምውራድካ መን ብዘይገድስ እዚኣ ቀዳሚት ንዓኻ

ተጋሩ ነታ ክልሎም እሕሊፎም ሂቦም ኣይፈልጡን እዮም ተጋሩ ንዓዶም ኣብ ርእስና ኣብ በዓል ባሮቱ ሆቴል ኣስመራ እንዳተደብደበት ከላ ስድራ ምልእቲ ክትፀንት ሓደ ህፃን ክተርፍ ሓደ ትግራዋይ ኢዱ ሓፍ ደበለ የለን ኣናብስ እዮም ብጣዕሚ ራይት ኦር ሮንግ ትብል ስብሓት ኤፍሬም ዘውፅኣ ዝጥቀሙላ መን እዮም ተጋሩ እዮም ምክንያቱ ሃገሮም ሕሊፎም ኣይፈልጡን እዮም ኔቨር ኤቨር ዓሰርተ ግዜ ጸላእትና እንተ ኣዝየ ዘፍቅሮም ዝፈትዎምኒ ብምንታይ በቃ ሃገሮም ኣሕሊፎም ኣይህቡን እዮም ሽሕ ግዜ ጸላእየ እዮም ንዓይ ጸላእተ እዮም ከም በዓል ንስኻ ሜሮን ኣብ ኣስመራ ምስ ዓባይካ ዓቢኻ ኣብ ትግራይ ከም ትውለድ ባዕልኻ ዝገለጽካዮ ንዓኻ ዝፈልጡ ሰባት ዝገለጹኻ ኤርትራዊ እየ እንተልካና ኣነ ክስታይ እዩ ከምዚ ንዓይ ምሻለካ ፀሓይ ህርም ፀኒሓትካ ተረሃፅካስ ካልእ እዩ ንዓይ ሓደ ነገር ግን ክነግረኩም እየ መጀመርያ ኤርትራውነትና ንረጋግጽ ኤርትራውነት ናትናስ ንፍለጥ ሓደ ኣነ ጆን ሓወይ ሓደ ነገር ክነግረኩም እየ ንሓደ ሰብ ትግራዋይ ትብሉና ነርኩም ክትብል ጸኒሓ እዛ ጓል እዞም ቆለውዕ ብጣዕሚ ንፉዓት እዮም ሓደ ሰብ መፈጠሩ ኤርትራዊ ኩንሱ ነታ መፈጠሩ ረሲዑ ትግራዋይ እየ ኣነ እንድሕር ዝብለካ ኣሎ ኮይኑ ትግራዋይ እየ ዘይትብሎ ስለምንታይ ኣፍጋኒስታን እየ ተይልካ ኣፍጋኒስታን እየ ዘይትብሎ ስለምንታይ ባዕሉ ንዝፈጠሮ ፈጠራ ተመሊሱ ትማል ትግራይ ትዕወት ኢሎምና ስቅ ኣደ ትግራይ ትበክላ ስቅ ኣርባዕተ ነጥቢ ትሽዓተ ሚልዮን ብር ከም ዘወፈዩ ጆን ብላክ ባዕሉ ዝገለጾ ስቕ ኩሉ ኩሉ በቃ ብስቅ ኣሕሊፍናዮ ብስቅ ኣሕሊፍናዮ እኮ ኣብ መወዳእታ እታ ሕወሓት ትበሃል ምስ ጠፍአት ሓውኻ ሓዊ ጆን ሓውኻ ሓዊ ዓውለል ሓውኻ ሓዊ ዕቑቢት ሓውኻ ሓዊ ፊሊ ኣብ ድፋዕ ኮይንዎ ትሽዓተ ብሄር እናተሓቋቆፈ ሃገር ከድሕን ከሎ ትማል ጆኖሳይት ፈጺሞም ወይ ድማ ሰትዲ ተረኺብለይ ሙሳይላት ንበዓል ኣስመራን ከባቢኡን ክድርበ ከሎ ኣይተዛረቡሉ እንቶም ኤርትራውያን እና ዝብሉና ዘሎ ዝሓንጸጸ ኩሉ ኤርትራዊ ጌርና ይንወስዶ ኢና ጆን ሓወይ ህዝቢ ኤርትራ ክነግረካ ዶ ኣነ ዝገርመኒ ግን ሓደ ትግራዋይ ጌጋ ይፍጸማሉ ሙሳይል ድርበሎ ብኤርትራ ኣብ በዓል ጋሽ ባርካ እንዳርከቡ ኣዴታትና ብሞሳይል ክድሰቃ በዚ ተዛረበ ሰብ የለን ኩናት ዓጋቲ ይብሉን ባድመ ን ዕስራን ገለን ዓመት ኮፍ ኢሎማ እንከለዉ ተረዲካኒ ናበይ ትከዱ ኣለኩም ስለምንታይ ኣትዮም ዝብሉ ሃገራውያን ኤርትራውያን ኢና በሃልቲ መጽዮምና ኩናት ከኣ ክነግረካ ዶ ኣብ ጽንሓኒ ኣብ ትብጽሓኒ ዝብሃል የለን ክሳብ ዓወት ሓደ ነገር ግን ክነግረኩም እየ ጆን ሓወይ ነስተውዕለላ ናይ መወዳእታ ክነግረካ እየ ኤርትራ ሃገርና ተቓዋማይ ይኹን ደጋፋይ ኣብታ ናይ መወዳእታ ክትከውን ከላ በዓልዚ ደጀን ዝበሃል ኣምበስ ኣምቢስ ምሳይ ጸኒሑ እዩ ሕጂ ወዲ ሰንዓፈ ኣብ መወዳእታ እታ ኤርትራ ትበሃል ሃገር ኣላትኒ እሞ ባሕሪ ክወስዱ ደይኮኑስ ንባሕሪ ገጾም ጥሙቲ ተኾይኖም ኣነ ህግደፍ ኮይነ ኣለኹ ዝበሉኒ ተቓወምቲ ዝነበሩ ኣፍ ልበይ ነፊሐ እምባሕ ድብለሎም ኣሕዋት ኣለዉና ኣነ ኣብዚ ነየለካ ወዲ ሰንዓፈ በዛ ጎነይ ክርእየካ ክእል ኣብዚ ነየለካ ካልእ

ኣደ ትግራይ ጠምያ ዝማረኽኩማ ኣብ ናተይ እቶ በዓል ጉንደታይ እንታይ እንታይ ኢሎም ተዛሪቦም ኣለዎ ኣብዚ ናተይ እቶ እንታይ ኢሎም ተዛሪቦም ብምሉኦም ዝማረኽኩሞ ሰራዊት ቅተልዎ ዝብሉ እኮ እዮም ኣብኡ ዘለዉና ነቲ ሓዉ
ጆን ፍትሓዊ ግዜ ባኽ ኣበይ ደኣ ኣበይ ደኣ ነይሮም ደኣ ሕጂ በርጌር ንኽብዱ ደላ ገለ ኢሎምና ባሕሪና ጉዳይና ኣይኮነን ከ ኢሎም ጽሕፉልና ኣለዉ ጆን ሓወይ ጉዳዮም ከም ዘይኮነ ቀደም ኢና ፈሊጥና ባሕሪ ንዓና፣ ንዓይ፣ ንጆኒ፣ ነቶም ከም ጆን ዝመሰሉን ካልኦትን ይምልከት። ባሕሪ ኤርትራ ንኤርትራውያን ጥራሕ እዩ። ዕላምኦም ከኣ ምስኦም ክንጽንበር እምበር እዚ በርገር ንኸብድዶ መንደፍዶ ዕላማ ናቱ ከተግብረሉ እዚ ኣቢ ዝብሎ ዘሎ ሕጂ እውን ኣብ ጎኑ ኣብ ብለና እዮም ዝብሉ ዘለዉ ምሽ ኦኬ ኣነን ጆንን ምስቶም ካልኦን ፍትሓውያን እቶም ሃገራውያን እቶም ኤርትራ በቃ ደቀባት እቶም ደቀባት ወይልኻ ኣነ ክነግረኩም ሓንቲ ነገር ፈቲኹም ትፈልጡ ግዜ ኣኺላ ላ ሕጂ እቲ ብሃገሩ ዝኸርዕ ኦኬ ክዓጽወልካ እቲ ብሃገሩ ዝኸርዕ ወደባት እኹራዕ ድቓላ እንተሃልዩ ግን ፈቲኻ ጸሊእኻ ኤርትራ መንነታ ዘይትቕይር መንነት ዘይትይዳ ፈቲኹም ጸሊእኩም ሕጂ ክነግረካ ደሓን እስኻ ኣታ ሜሮን

ፈኪርካ ወላ ሓንቲ ክትገብሮም ኣይትክእልን ዲካ እዚ ፍለጦ ማለት እዩ ሕጂ እንታይ መስለካ ጉዳይ ህዝቢ ሲ ይብሉ ጉዳይ ህዝቢ እዮም ይዛረቡ እዮም ኣነ ብጣዕሚ ዝገርመኒ ናይ ናይ ድንቁርና ድንቁርና ኣበይ ተላዒሉ ኣይራየንን ጉዳይ ህዝቢ ኢልካ ክትዛረብ እንተኮይንካ ኣነ ሃገራዊ እየ ትብል እንተኮይንካ መጀመርያ ነገር ጉዳይ ህዝቢ ሃ ከተልዕል ዘለካ ጉዳይ ህዝብኻ እዚ ስርዓት ሕዚ ኣብ ልዕሊ ህዝበይ ዝገበሮ ነገር እንታይ ኣለዎ ክትብል ኣለካ ሰላሳን ክልተን ዓመት ህዝብኻ ኣብ ዘይፈልጦ ኩናት ኣብ ዘይፈልጦ ሲና ኣብ ዘይፈልጦ ባሕሪ ወዲ ባሕሪ ኣጥፊእዎም እዩ እዚ ክትሓስብ ኣለካ ሓደ ንጆኒ ንዮሃንስ ማለት እዩ እዚ ናትና እዩ ክትብሎ ከለካ እዚ ደሓን ንሜሮን ንዮሃንስ ኣሕሊፍና ድና ክንቦ ኣይንቦን ሽዑ ክንሪኤና ኣነ ብዛዕባ ህዝቢ እየ ኣነ ኤርትራዊ ሕሉፍ ኤርትራዊ እየ ትብል ተኮይንካ ብዛዕባ ህዝቢ ኢካ ክትሓሊ ዘለካ መጀመርያ ነገር ቀዳምነት ኣነ ከም ዓብለል ብዛዕባ ህዝቢ እየ ዝሓስብ ህዝበይ ኣበይ ይኸይድ ኣሎ ህዝበይ ኣበይ ይጠፍእ ዘብሎ ናተይ ጀነሬሽን ናበይ ገፂኡ ዝኸይድ ዘሎ እየ ዝሓስብ ልእላውነት ከም ዘላትኒ ይፈልጥ ባሕሪ ከም ዘለኒ ይፈልጥ ሃብታም ሃገር ከም ዘላትኒ ፅቡቅ ገይረ ኣድዓዲ እየ ዝፈልጥ ግን ቅድሚ እዚ ኩሉ ህዝበ እየ ዝሰርዕ ህዝበይ እንተሃልዩ እዚ ነገራት እዚ ከም ዘሎ ኩሉ ነገር ይርዳእኒ እዩ ማንም ይኹን ማንም ባሕሪ ክወስድ ኢሉ ይምፃእ ካልእ ነገር ኢሉ ይምፃእ ኣየገድሸንን እዩ ብዛዕባ ልእላውነታ ዘፍለጠት ሃገር ስለ ዘላትኒ እዚ ሽግር ዝበሃል የብሉን። ንሕና ከም ህዝቢ ንሕና ከም ህዝቢ ኣነ ሕሉፍ ኤርትራዊ እየ ካብ ኢትዮጵያ ከምዚ ሰይዶሙኒ ከምዚ ኢሉ መለስ ሰጒጉኒ ናበይ ድኣ ክሰጎካ ደሊኻ ናብ ሃገርካ እየ ክሰጎካ እምበር ናብ ናይጀርያ ክሰጎካ ደሊኻ ናብ ግብፂ ናብ ስኔጋል ክሰደካ ደሊኻ ኢኻ ትኸውን ዘለካ ቃል ሃገር እንኳ ኣይሰደደኒ ኢኻ ክትብል ዘለካ እዚ ክትፈልጦ ዘለካ ማለት እዩ ግን ኣብዛ ሃገር እዚኣ ንሜሮን ደቓላ ኢኻ ዶ ወዲ ሃይለ ከምዚ ኢኻ ዶ እንዳበልካ ትኸይድ እንተ ኮንካ ፅባሕ ንግሆ ደርጊ ኣብ ልዕሊ ህዝብና ኣብ ልዕሊ ደታትና ዝገበሮ ገበናትን ሓሲብኩሞን ተዛሪብኩሞን ኣይትፈልጡን ኢኹም እዚ ከኣ ደርጊ ኣብ ልዕሊ ኣደታትና ዓመጽ ዘውረዶ ነገር ንስኹም ተረፍ ናቶም ኢኹም እዚ ክትፈልጥዎ ዘለኩም ማለት እዩ ተረፍ ናይቶም ደርጊ ማለት እዩ ተሸንኩም ዝተረፍኩም ማለት እዩ ብዘይ ኮንዶም ነደታትና ዝዓመጸን ንስኹም ተረፍ ኢኹም ክትፈልጡ ዘለኹም እዚ ጽባሓ ንጎ ኣብ ምጽራይ እንተመጺኡ መን እዩ ወድባትን ዘይወድባትን ሽዑ ክንሪኦ ኢና ዓብለል መን ኢልካ ከይትሕተት ደቂ ሸውዓተ ዘርእሰናይ ከይትሕተት ወድባት ማለት እዩ ኣብዚ መፂኻ ንሜሮን ክትፍክረሉ ኣብዚ መፂኻ ንወዲ ሃይለ ክትፍክረሉ የብልካን ርእሲ የብልካን ወዲ መን ኢልካ መጀመርካ ፍለጥ ኣነ ወዲ መን እየ ኣበይ መበቆለይ እንታይ ኢልካ ክትፈልጥ ኣለካ ሓንቲ ልዕላውነታ ባንዴራኣ እንታይ ዓይነት ሕብሪ ሒዛ ኣላ እንታይ እዩ ኣብቲ ውሽጣ ዘሎ ፀጋታት ዘይትፈልጥ ነገር ክትዛረብ ግቡእካ ኣይኮኑ ኣነ ከም ሃገራዊ እየ ዝሕሰብ እንትብል ተኮንካ ኣነ ካብዞም ኣብለል ካብ ወዲ ሃይለ ንላዕሊ ሃገራዊ እየ ትብል ተኮንካ ኣነ ኣነ ሜሮን ወዲ ሃይለ ብዛዕባ ህዝብና ኢና ንሓስብ ሜሮን ብዛዕባ ሓማሴን ኣን ህዝቢ ሓማሴን ኣበይ ጠፋ ኣሎ እዩ ዝብል ወዲ ሃይለ ወዲ ሰራየ ትብል ተኮንካ ብዛዕባ ህዝቢ እዩ ዝሓስብ ኣነ ከም ወዲ ኮሎግዛይ እንተኾይነ ከኣ ብዛዕባ ኮሎግዛይ ዝሓስብ ሰርዓፍን ከባቢኤን ሰንዓፈን ንፊለ ኣይምልከተካን እዩ ኣነ ከም ሃገራዊ ክቱ እንተኾይንካ ንስኻ ከም ዑቕባ ጋብር ኣይምልከከተን ብዛዕባ ህዝበይ ማለት እዩ ክትምካሕ እንተኾይንካ ማለት እዩ ስለዚ ንሕና ክንሓስቦ ዘለና መጀመርያ መጀመርያ ነገር ብዛዕባ ህዝቢና ኢና ንሓስብ ዘለና ናበይ ኣንፈት እዩ ዝኸይድ ዘሎ

ዲያሞ ታብታብ ሼር በልዎ ታብታብ ግበሩ ወዲ ሃይለ ደናበይ ሃዲሙ ወዲ ሃይለ ኣሎ ወዲ ሃይለ ኣለኹ መፅዋዕ ታብታብ በሉ ነታ ፊልም ኣለኻ ዶ ኣለኻ ኦኬ ኣለኻ ውፅናሕ ፅቡቕ እ፣ ባኻ ክጅምር እየ ዓብለል ታብታብ ግበሩ በሎም ብኡ ዘለዉ ያላ ኣብዚ ሕጂ ረዩ ሕጂ ንስኻ ኣብ ሽወደን ተዓቂብካ ኣለኻ እዚኣ ሽወደን ኣብዚኣ ትነብረላ ዘለኻ ሕብሪ ዓይንኻ ልምካ ይኹን ኣንታ ሰብ እርዳእ ከሎ ተይብለካ ኣለኹ ሕብሪ ዓይንኻስ ደስ ኣይበለንን እሞ ኸኣ ንብረትካ ሕጂ ረ ኣብዚ ዳሕና ሕጂ ዳሕና ኣብዚ ዳሓን ስለኻ ኣይታ ወላ ክርዳእካ ክፍት እንዲ ኣይትርዳእን እንዲ ዳሓን ሰቅ እሰርለይ እሰርለይ እሰርለይ ስኢለ ከማን ሓተካ እሰርለይ ጻዕዳ ኣነ ረዳእካ እየ ቀጽል ኣነ ረዳእካ እየ
ኦ፣ ዳሓር ተጽሎ ኣለኻ ሚትጎራ ወዲ ሃይለ ወዲ ሃይለ ዳ- ዓ- ዑቕባ ሓትካስ ጋዕ ደንበ